ሰላም ዝኸበርኩም ተኸታተልቲ ቀንዴል ንሎሚ 14 ሓምለ 2017 ተዳለወ ዜና ምስግጋር ተፃወቲ ቀፂሉ ይቐርብ ሰናይ ምክትታል ማንቸስተር ሲቲ ንናይ ቶተንሃም ናይ የማን ተኸላኻላይ ዝኾነ ካይል ዎከር ብልዕሊ 50 ሚልዮን ፓውንድ ዝኸውን ክትገዝኦ ከም ተሰማምዐት ዘደይሊ ቴሌግራፍ ፀብፂባ ብድሕሪኡውን ንናይ መናኮ ናይ ጸጋም ተኸላኻላይ በንጃሚን መንዲ ክተፍርም ክትንቀሳቐስ ምዃና ዘደይሊ ተለግረፍ ብተወሳኺ ትሕብር እዚ ናይ ካይል ዎከር ውዕል እምበኣር ናይ ዓለምና ዝኸበረ ተኸላኻላይ ከም ዝገብሮ ይፍለጥ ምክንያቱ እቲ መጠን ገንዘብ ምስ ከከም ኩነታቱ ዝኽፈል ተደሚሩ ከባቢ 53 ሚልዮን ፓውንድ ዝበፅሕ ምዃኑን ናይ ቅድሚ ሕጂ ዝኸበረ ንተኸላኸልቲ ዝተኸፍለን ንደቪድ ሉዊስ ኮይኑ ካብ ቸልሲ ናብ ማናኮ ክሽየጥ ከሎ ዝተኸፍሎ 50 ሚልዮን ፓውንድ እዩ ዳርጋ ኣብ መብዛሕተን ኣብ ናይ ሎሚ ዓርቢ ሕታማት ጋዜጣታት ዓዲ እንግሊዝ ዝወፅእ ጸብጻብ እንተ ሃልዩ ሪያል ማድሪድ ንደቪድ ደሃ ኣብዚ ክረምቲ ዝዳግም ከም ትምለሶ ማንቸስተር ዩናይትድ ርግፀኛታት ኮይኖም ይሕብሩ ኣለዉ ዝብል እዩ እቲ ጸብጻብ ብምውሳኽ ከኣ ዩናይትድ ንዝመፀ ይምፃእ ቀረብን ዓቕንን ገንዘብ ክትነፅቆ ተዳልያ ምህላው እዩ ሪያል ማድሪድ ከኣ ወላ ደኣ ነዚ ናይ ዩናይትድ መርገጺ ይፍለጥዎ እምበር ገና ነቲ ወዲ 26 ዓመት ሓላዊ ውልዳት ኣብ ምውሳድ ከም ዝዕወቱ እዮም ዝኣምኑ ክትብል ዘጋርድያን ኣብ ሕታማ ትጠቅስ ኣሰልጣኒ ዩናይትድ ጀሰ መሪኖ ነቲ ሓላዊ ውልዳት ክሸጦ ከም ዘይደልን ምክንያቱ ክሳብ ሕጂ ዝኾነ ዓይነት ክሰጋገር ዝደልዩ ዘርኣዮ ቀጨውጨው ስለ ዘየሎን ኣብ ርእሲኡ ከኣ ክልተ ዓመት ዝኸውን ካብ ኮንትራቱ ተሪፍዎ ስለ ዘሎ እታ ክለብ ኣብ ዱልዱል ዝኾነ ናይ መዛተይ ባይታ እያ ረጊጻ ትርከብ ኣብ ሎስ ኣንጀለስ ሕቡራት መንግስታት ኣሜሪካ ዝመደበረን ክለባት ኤልኤ ጋላክሲን ሎስ ኣንጀለስ ኤፍሲን ንዘላታን ኢብራሃሞቪች ከፈርማ ተገዳስነት ከም ዘሕደራ ቢቢሲ ጸብጺባ ኢብራሃሞቪች ድሕሪ ናይ ብርኪ መጥባሕቲ ኣብ መሰልጠኒ ማእከል ማንቸስተር ዩናይትድ ምሕዋዩ ዝቕጽል ዘሎ ኮይኑ ካብ ማንቸስተር ዩናይትድ ተፋንዩ ፍሪ ኤጀንት ከም ዘሎ ይፍለጥ። ኣብ ሳልስቲ እዚ ዓቢ ሓበሬታ ክህብ እየ ዝበለ ኢብራሂሞቪች፣ ብፍላይ ኤልኤ ጋላክሲ ኣብ ታሪኽ MLS ዝዓበየ ዝኽፈል ተጻዋታይ ክገብርዎ ይደልዩ ኣለዉ ክብል ወኪሉ ሚኖ ሪዮላ ተዛሪቡ ምንባሩ ይዝከር። ማንቸስተር ዩናይትድ ብወገኖም ካብ ዳግም ምፍራም እቲ ተጻዋታይ ጠቕሊሎም ከም ዘይወጹን ብፍላይ ሞሪኖ እቲ ተጻዋታይ ብዘርእዮ ዘሎ ቅልጡፍ ምሕዋይ ዋላ ንፍርቂ ዓመት ከፈርሞ ከም ዝኽእል ክጥቀስ ቀንዩ ኣሎ። ሊቨርፑልን ቸልሲን ኣብ ምፍራም ኣጥቃዓይ ቦርሻ ዶርትማንድ ዝኾነ ኣቡመያንግ ከም ዝግደሳ ዘሳን ኣብ ናይ ሎሚ 14 ሓምለ ሕታማ ጸብጺባ ክልቲኤን ክለባት ነቲ ልዕሊ 65 ሚልዮን ፓውንድ ክውድእ ዝኽእል ወዲ ጋቦን ኣጥቃዓይ ንምግዛእ ምስ ወኪሉ ከም ዝተራኸባ ክፍለጥ ከሎ ካብ ክልቲኤን ላዕለዋይ ኢድ ሒዛ ትርከብ ሊቨርፑል ምዃና ተፈሊጡ ክትብል ዘሳን ትሕብር ንሱ ከኣ ኣሰልጣኒ ሊቨርፑል ጆርገን ክሎፕ ምስቲ ናይ ቀደም ተጻዋታዩ ዝነበረ ዳግም ንክራኸብ ኣበርቲዑ ይሰርሕ ምህላዉ እዩ። ኣቡምያንግ ካብ 128 ጸወታታት ቡንደስሊጋ 85 ጎላት ከመዝግብ ዝኸኣለ ተጻዋታይ እዩ። ምህዳም ባርሴሎና ንናይ ኣርሰናል ሄክተር በለዲን ከም ዘብቅዐ ኢቭኒን ስታንዳርድ ጸብጺባ ምክንያቱ ካብ ባርሴሎና ኣብ ክንድኡ ንኔልሰን ሰሜዶ ከተፈርም ስለ ዝተሰማምዐት እዩ እቲ ናይ የማን ምክልኻል ተጻዋታይ ካብ በነፊካ ናይ ፖርቱጋል ብ30 ሚልዮን ዩሮ ናብ ባርሴሎና ክሰጋገር ክሰማማዕ ከሎ ኣርሰናል ከኣ ካብ ዘንጠጥዮም ዝነበረ ደበና ናጻ ክኾኑ ገይርዎም በረሊን ካብ ወዲ 16 ዓመት ኣትሒዙ ካብ ባርሴሎና ዝወፀ ክኸውን ከሎ ኣብ ባርሴሎና ዝመደበረን መድያታት ልክዕ ከም ኣብ ፋብሪጋስ ዝገበረኦ ንበረሊን ዊን ከእምንኦ ወፍሪ ጀሚረን ከም ዝነበራ ዝፍለጥ ኮይኑ እቲ ተፃዋታይ ግን ንኣርሰን ቨንገር ካብ ዘለዎ ክብሪ ተበጊሱ ብሓይሊ ክወፅእ ከም ዘይፍትንን ይፍለጥ በረሊን ነቶም ኣብዚ ዓመት እዚ ናብ ስጳኛ ዝተመቱ ስድርኡ ከም ዝናፍቐ ቅድሚ ሕጂ ኣብ ዝገበሮ ቃለመጠየቕ ገሊጹ ምንባሩ ይዝከር ምስ ቸልሲ ክፍርም ኣብ ለንደን ዝርከብ ቲመ በኪያኮ ብብራዚላውያን ዴቪድ ሉዊስን ዊልያንን ጽቡቕ ኣቀባብላ ተገይሩሉ ክትብል ዘደይሊ ሜይል ጸብጺባ ንሱ ድማ ንለንደን ከስተማቕራ ንድራር ሒዞሞ ከም ዝወፁን ኣብ ህቡብ ቤት መግቢ ኖቪኮቭ ከም ዝበፅሑን እታ ጋዜጣ ብተወሳኺ ሓቢራ ብርብዓ ሚልዮን ፓውንድ ንክሰጋገር ዝተወዓዓለ በኪያኮ ምፍራሙ ኣብዚ ውሽጢ 24 ሰዓት ብቸልሲ ክግለጽ ትጽቢት ይግበረሉ ኣድናን ጀናጃይ ንዕድመን ዓይነትን ጸወትኡ ከናውሕ ዝኽእል ምኽሪ ካብ ናይ 5,000 ሜትሮን 10,000 ሜትሮን ቅድድም ጉያ እግሪ ቻምፒዮን ዝኾነ ብሪጣንያዊ ሞፋራህ ምኽሪ ከም ዝረኸበ ሓቢሩ። እቲ ብ 9.8 ሚልዮን ፓውንድ ካብ ማንቸስተር ዩናይትድ ናብ ሪያል ሶሲዳድ ዝሓለፈ ረቡዕ 12 ሓምለ 2017 ምስጋሩ ዝፈጸመ ተጻዋታይ ኣብ ማንቸስተር ዩናይትድ ከም ትጽቢት ዝተገብረሉ ከም ዘይሰጎመ ጥራይ ዘይኮነስ ናይ ጠባይ ጸገም ከም ዝነበሩን ገለ ኣሰልጠንታ ክለብ ዝነበሩ ይጠቕሱ እዮም። ስለዚ እምበኣር ሕጂ ነዚ ኣካላውን ስነ ኣእምሮኣውን ምቅርራብ ብምግባር ከመሓይሽ ካብቲ ዓርከይ ዝበሎ ሞፋራህ ምኽሪ ዝተቐበለ። ክልቲኦም ኣብዚ ክረምቲ እዚ ኣብ ጎቦታት ኣልፕስ ልምምድ ክገብሩ ዝቐነዩ ኮይኖም፣ ሞፋራህ ዓርከይ'ዩ፣ ኣብ ኣካላውን ስነ-ኣእምሮኣውን ምቅርራበይ ከኣ ብዙሕ ሓጊዙኒ ክብል ጃናዛይ ተዛሪቡ። ንሕጂ ዝተዳለወ መደብ እዚ'ዩ ነይሩ፣ ሰሰናዩ።